ሕራይ ሽመይ ሓበን ተኽላ ይበሃል ሕጂ እዚ ህድሞ ዞባ ማእከል ወይ ከዓ ኣደራሽ ዞባ ማእከል ክንብል ከለና ብዙሕ ትሕዝቶ ንባህልና ዝገልጽ ንባህልናን ንልምድናን ነቲ ወግዕናን ዝገልጽ ብዙሕ ትሕዝቶ ሒዝና ኢና መጺና መጀመርታ እቲ ህድሞና ክመስል ስለ ዘለዎ እቲ ባህሊ ብልክዕ ክሓልፍ ስለ ዘለዎ ብሙሉእ ማለት እዩ ካብ ገበላ ጀሚርካ ኣብ ገበላ ዘሎ ወግዕታት ብድሕሪ ኣብ ምድሪ ቤት ዘሎ ምድሪ ቤት ምስ ኣተኻ ማለት እዩ ዘለናዮ ቦታ ማለት እዩ ኣብ ምድሪ ቤት ምሰልካ ኣብ ድሕሪ ኣብ ውሻጦ ዘሎ ውሻጠ ናይ ኣደን ውሻጠ እንዳስዋን ኣብ ኩሉ ዘሎ ወግዒ ብልክዕ ማለት እዩ መጀመርታ ኣብ ገበላ እንድሕር መፅና ኣብ ገበላና ኣብ ደንበና ማለት እዩ ናይ ቀደም ንጥቀመሉ ነበርና ማሕረስ ዕንጨይቲ ማለት እዩ ብዕንጨይቲ እዮም ነሮም ኣቦታትና ቅድሚ ሓፂን ምዃኑ ብዕንጨይቲ ነሩ ብምሉእ እዚ ከዓ ኣብዚ ዳሊና ኣለና ብተወሳኺ ንእራራን ዳንዳን ዝምልከት ከዓ ዳንዳ ዕፉን ተንቅፀሉ ወይ ከዓ ንወግዒ እራራ ከዓ ወግዒ እራራ ሰዓሪ ዝነቐጸን ቃንጫና ዝሰቓቓሕን ንሰቕለሉ። ነዚ ከኣ ብምሉኡ ኣብ ቅርዓት ገበላና ኣዳሊናዮ ኣለና። ብተወሳኺ ንወግዒ ብርኩታ ከኣ ንወግዒ ብርኩታ ብሰፊሑ ገሊጽናዮ ኣለና። እምኒ ብርኩታ፣ ገረድ ኩሉ ኣዳሊና ገበራና ማለት ገበራ መቖጥዒ እዩ። ነዚ ኩሉ ኣዳሊና ከኣ እቲ ወግዒ ከኣ ብስርዓት ከኣ ኣብ ገበላ ጌርናዮ ኣለና ማለት እዩ። ትሕዝቶ ገበላና ነዚ ይምልከት። ብተወሳኺ ኣቦይ ከኣ ምስ ግርምኡ ከምቶም ናይ ቀደም ኣቦታት ምስ ባርኔጦኡ ምስ ግርምኡ ኩሉ ምስ ኢደ ጠባቡ ምስ ክሳዮ ከኣኒ ኣብዚ ገበላ ኣዳሊና ኣለና ማለት እዩ እዚ ብሓፈሻ ገበላና ሒዛቶ ዘላ ክትኮን ከላ ከብትና ምስኡ ምስ ዝኹዕና ምስ ከብትና ኣጣልና ባግዒን ኣብ ቦትኡ ማለት እዩ እዚ ከኣ ኣብ ገበላ ቀሪብና ኣለና ማለት እዩ ብድሕሪኡ ኣብዚ ምድሪ ቤት ከኣ ብዙሕ ወግዒ ሒዝና መጺና ኣለና ብዙሕ ወግዒ ሕጂ ገለ ካብኡ መጀመርታ ወግዒ እንዳ መርዓውቲ እዩ። እቲ ባህላዊ ናይ መርዓውትና ብምሉኡ ከኣ ብምሉኡ እዚ ናይ ናይ መርዓውቲ ዝበሃል ከኣ ኣብዚ ህድሞ ወይ ከኣ ኣብ ምድሪ ቤት ቀሪብናዮ ኣለና ማለት እዩ። ሕጂ ንወግዒ እንዳ መርዓውቲ ዝምልከት ወግዒ ዕርክነት ኣለና። ወግዒ ዕርክነት ብስርዓት ኣብዚ ቀሪብናዮ ኣለና። ዓርኪ ርእሲ፣ ዓርኪ ምድሪ ቤት፣ ዓርኪ ውሻጠ እንታይ ስርሖም ብግቡእ ከኣ ኣብዚ ቀሪብናዮ ኣለና ማለት እዩ። ብተወሳኺ ንጸወታ ሸደድ ጸወት ገበጣ ከምኡ ውን ንጸወታ ኣተሃናጓት ኣተሃናጓት ወይ ኣደራራስ ንብሎ ነዚ ከኣ ብግቡእ ካብዚ ከኣ በጉባዝ ዓድን ብሰናዶ ዓድን ብቆናጆ ዓዲ ጌርና ኣብዚ ቀሪብናዮ ኣለና ማለት እዩ Bitch. ሕራይ ሕጂ ኣብዚ ወግዒ ናይ እንዳ መርዓውትኻ ወይ ከዓ ወግዒ ሕፅኖት ሒዝናዮ መፂና ዘለና ከዓኒ ከምዚ ትሪእዎም ዘለኹም ባሕሪ ዝኸርሙ ኣጓብዝ ዓድና ባሕሪ ዝኸርሙ ኣጓብዝ ዓድና መርዓውቲ ክሕፅኑ ኢሎም ኣብዝለዉ ማለት እዩ ሕጂ ኣብዚ ወግዒ ሕጽኖት ንብሎ ብዙሕ ኣለና መጀመርታ እዚ ንሪኦ ዘለና እዚ መጋረዲ መርዓውቲ ወይ ከዓ መጋረዲ መርዓ ትበሃል ብፃዕዳ ዓለባ ኢና ንገብሮ ወይ ብፃዕዳ ጀዲድ ማለት እዩ እንታይ እዩ ትርጉሙ ተልካ ከዓ መርዓ መርዓ ፅቡቕ ነገር እዩ ብፃዕዳ ስለ ክሳይ ዝኽወል ማለት እዩ ስለ ዝትርጎም ማለት እዩ ካልእ ኣብዚ ዘሎ ከዓ ንወግዒ ዕርክነት ከዓ ኣብዚ ከዓ ብግቡእ ኣዳሊና ኣለና ማለት እዩ እዚ ንሪኦ ዘለና ዓርኪ ርእሲ እዩ ሕጂ ዓርኪ ርእሲ ኩሉ ግዜ ዓርኪ ጋማ ኣሲሩ እዩ ዝሕጽን ጋማ ኣሲርዋ ካብቲ መርዓ ኣትሒዝካ ጋማ ጨርቂ ኣብዚ ብምእሳር ኣብቲ ግዜ መርዓ ግን ዲኖ ዝበሃል ኣሎ በዚ ከርእየኩም እየ ዲኖ ተኸዲኑ እዩ ብግቡእ ዓርኪ ነዚ ዝፍጽም ማለት እዩ ሕጂ ዓርኪ ርእሲ ክንብል ከለና ሰለስተ ነናቶም ስራሕ ኣለዎም ዓርኪ ርእሲ ክንብል ከለና ሓፈሻዊ ናይታ መርዓት ኩነታት ሓፈሻዊ ናይቶም መርዓውቲ ኩነታት ሓፈሻዊ ናይቲ ገዛ ኩነታት ብሓፂሩ ምስ ሕፁነት ዝተኣሰር ምስ እንዳ መርዓውቲ ዝተኣሰር ዘበለ ብምልኡ ዓርኪ ርእሲ ሕጂ ንኣብነት መርዓት ንሰብኣያ ዘይትነግሮ ንዓርኪ ርእሲ ትነግሮ እያ ናይ ቀትሪ ሰብኣያ ከማ ንበሃል እዩ ብልምዲ ብባህልና ማለት እዩ ሕጂ ንሰብኣያ ዘይትነግሮ መርዓት ንዓርኪ ርእሲ ትነግሮ ትኽእል እያ ወይ ከዓኒ መርዓዊ ከዓ ንሰበይቱ ዘይነግራ ንዓርኪ እንስ ክነግሮ ክእል ሰለ በለ ሕጂ ዓርኪ እንስ እቲ ዝለዓለ እዩ እቲ ዝለዓለ ተራ ዘለዎ ማለት እዩ ካልእ ዓርኪ ምድሪ ቤት ዝበሃል ኣለና ዓርኪ ምድሪ ቤት ከዓ ንስ ዝሪእዎ ዘለኹም ሕጂ ሳርያን ስለ ተኸደነ እዩ እምበር ከምቲ ግቡእ ከምቲ ናቱ ተኸዲኑ ጋማ ኣሲሩ እዩ ሕጂ ኣብ ስራሕ ስለ ዝፀንሐ እዩ ዓርኪ ምድሪ ቤት ከዓ ነዚ ምስ ዘሎ ፀወታታት ሸደድ ኣታናጓድ ገበጣ ነዚ ሙሉእ ጸወታ እዚ ሆድ ኣብሎ ብኣግባብ እዚ ዓዲ እንዳኣከበ ብተወሳኺ ዝኾነ ስራሕ ድሊ ኣብቲ ዓዲ ኣብቲ ገዛ ማለት ነቲ ገዛ ዝብርከት ንዑናይ እስከ ከምዚ ንግበር ኢሉ ኣግባዝ ዓዲ ብምእካብ ክሳይ ዝገብርካ እዚ ከዓ ኩሉ ናይ ዓርኪ ምድሪ ቤት ስራሕ ይኸውን ማለት እዩ ብተወሳኺ እንታይ ኣለና ናይ ሽድሮት ወግዕ ዝበሃል ኣለና እዚ ሽድሮት ንመርዓውቲ ተምፃሎም ማለት እዩ ደርሆ ሰቢርካ ካብ ካልእ ገዛ ኣቲኻ ጠስሚ መዓር ዘሎ ሰሪቅካ ሰሪቅካ ተምጻሎም ንመርዓውቲ እሞ እቶም ዋና ዝብልኻ የብሎምኒ ሐራይ በሉ እንቋዕ ገበርኩም ግርም ገበርኩም እዮም ዝብልኻ ንስኻ ከዓ ትጻወት ሆ ሐራይ በለ ሐራይ በለ ዘቦ ሓላል ሐራይ በለ እንዳበልካ ትጻወት ኣብኡ ማለት ኣብቲ ዝዘረፍካዮ ገዛ ሕጂ እዚ ከዓ ብምሉእ ስራሕ ከዓ ናይ ዓርኪ ምድሪ ቤት ዝያዳ ስራሕ ይኸውን ማለት እዩ ኣብዚ ንሪኦ ዘለና ዓርኪ ውሻጠ ኣለና

ከነላሊ ኢልና ኢና ከምዚ ጌርና ዘለና እምበር ኣብቲ ግዜ መርዓ ጀዲድ ተኸዲኑ ጋማ ኣሲሩ ብተወሳኺ ከኣ ዲኖ ዝበሃል ኣሎ ነቲ ዲኖ ከኣ ከነርእየኩም ኢና እቲ ዲኖ ተኸዲኑ እዩ እቲ ዕርክነት ዝኣስር ማለት እዩ ደሓር ግን ኣብ ናይ ሕጹነት ግዜ ክኸውን ከሎ ግን ነናቶም ስራሕ ኣለዎም እዚ ዓርኩ ሸጠ ዝበሃል ከኣ ኩሉ ልዝቡ ምስ ኣደዩ ኣደ ሎሚ ደኣ ገዓት እንዲያ ካልኣይ ግዜ ጌርክያ ኣደ ሎሚ ደኣ ቋንጣ ዶ ትገብርሎም ኣደ ሎሚ ደኣ ከምዚ ምስ ኣደ ብዝያዳ እቲ ዓርኩ ሻጠ ዝበሃል ምስ ኣደ ዘሎ ኩሉ ምትእስሳራት ናይ ኣደ ነገር ማለት እዩ መርዓት እንዳ ሎሚ ፅቡቅ ጌራ ዘይቆረሰት ኣደ ሎሚ ደኣ መርዓት ፅቡቅ ጌራ ዘይቆረሰት ኢሉ ይዛረብ እሞ እሞ ደኣ እንታይ ክንገብር ምስ ኣደ ከዓ ላዘብ ከምዚ እባ ንቀይረላ ከምዚ እባ ንግበረላ እንዳለ ከዓ እዚ ከዓ ስራሕ ናይ መን ይኸውን ናይ ዓርኪ ውሻጠ ይኸውን ማለት እዩ ሕጂ ኣብዚ ዓርኪ ርእሲ ዝያዳ ተራ ኣለዎ ንኣብነት ዓርኪ ርእሲ ዘስተውዓለሉ ነገር ንዓርኪ ውሻጦ ነግረዮ ዓርከተይ ሎሚ ድኣ ከምዚኣ እንድያ ኮይና እቲ ዓርኪ ውሻጦ ዘየስተውዓለሉ ድህር ኣልዩ ማለት እዩ ሕጂ እዚ ወግዒ ዕርክነት ከኣ ኣብዚ ብግቡእ ብቅርዓት ኣብዚ ቅርዓትና ኣብዚ ናይ ምድሪ ቤት ማለት እዩ ኣብ ወግዒ ሕጽኖት ቀሪብናዮ ኣለና ማለት እዩ እዚ ወርግዒ ሽድሮ ዝበልክዎ ከምኡ ብግቡእ ኣብ ወግዒ ኣዳሊናዮ ኢና ብተወሳኺ እዚ እንትርእይዎን ዘለኹም ሰናዱ ዘይብላ ክትከውን ትኽእል እያ እታ መርዓት ኣባህላይ ካብ ጎደቦ ካብ ካልእ ዓዲ ዝመፀት ክትከውን ትኽእል እያ ስለዚ እተን ደቂ እቲ ዓዲ ዘለዋ ቆናጁ ወይ ከዓ ደቂ እቲ ዓዲ ዘለዋ ጎራዙ ከዓ እንታይን ዝገብራ ጓል ክሶ እኳ ወዲ ክሶ እኳ ክንበፅሖ ሰይቲ ወዲ ክሶ ክንበፅሓ እንዳበላ ነታ መርዓት ኣየፀምዋን እየን ቆሎ እንዳምፅኣ ጎጎ እንዳምፅኣ ገለ እንዳምፅኣ ነታ መርዓት ኣየፀምዋን እየን እዚኣ ከዓ ሕፅኖት ዝበፅሕ ዝመፀት በዓልቲ ዓዲ እያ ማለት እዩ ብምሉእ ከዓ ኣብዚ ቅርዓት ኣዳሊና ኣለና ኣብዚ ቅርዓት ምድሪ ቤት ናይ ዞባ ማእከል ዋጋ ሕፅኖት ቀሪብና ኣለና ማለት እዩ ሕጂ እቶም ዓበይቲ ከኣ እንታይ ተረኦም ይኸውን እንተልኩም ከኣ እቶም ዓበይቲ ከኣ በጊዕ ሒዙ ዝመጽእ በጊዕ ሒዙ ዝመጽእ ደርሆ ሒዙ ዝመጽእ ደርሆ ሒዙ ዝመጽእ ከምኡ ጠስሚ ዘለዎ ጠስሚ እዚ በጀካ እቲ ኣብ ወግዒ ሽድሮት ትገብሮ እዩ ሽድሮት ከምቲ ዝበልኩኹም ኬድካ ትዘምት ዋላ ካብቲ ገዛኻ ትዘምት ካብቲ ገዛ ቆፎ ዝተዓጸወ ቆፎ ኣደ ዘቐመጠቶ ኣብቲ እንዳ ሕጽኖት ማለት እዩ ነቲ ቆፎ ፈርፊርካ ቅለውልና ኢኻ ትብላ ደሓር ቆፎኣ ምስ ፈተሸት ግን ቆፎኣ ጥራይ ምስ ጸንሐ ግን ኢ ደኣ ከምኡ ጌርኩም ምሰለትካ ዋዕ ገንዘብ ክንደይ በልናክኒ ደይ ገንዘብ ኪድና ንበልዕ ነርና ትብለን እሞ ብግቡእ እሰን ከኣኒ ሐራይ በሉ ዞም ደቀይ ግብሪ እንገበርኩም እንዳ ጎይታይ እምበይተይ ግብሪ እንገበርኩም እየን ዝብላኻ እዚ ከኣ ትጻወት ማለት እዩ ሐራይ በለተይ ሐራይ በለተይ እንዳልካ ትጻወት እዚ ወግዕ እዚ ከኣ ብግቡእ ኣብዚ ቅርዓት እዚ ቀሪብና ኣለና ማለት እዩ ሐራይ እቲ ዓርኪ ምድሪ ቤት ነቲ በቃ ነቲ ናይ ምድሪ ቤት ኩነታት ነቲ ፀወታ ነቲ ገለ ኣብቲ ገዛ ዘድሊ ስራሓት ማይ ምውራድ ድዩ ዕንጨይቲ ምፋር ድዩ ኣጓ ብዛ ዓዲ እንዳኣከበት ዓርኪ ምድሪ ቤት ቀንዲ ናቱ ስራሕ ይኸውን ማለት እዩ ወይ እቶም ገዛ ድሕር ፀድ ህልዎም ድሕር ረስ ህልዎም ግዜ ክረምቲ እንድሕር ኮይኑ ከዓ በቃ ብሓፂሩ ኣጓ ብዛ ኣኪቡ ከምዚ እስከ ንግበር ኢሉ እቲ ዓርኪ ምድሪ ቤት ዝያዳ ኣብ ናይ ስራሕ፣ ኣብ ናይ ጸወታ፣ ኣብ ናይ ገለ ዘድሃበ ቀንዲ ስርሑ ክኸውን፣ ቀንዲ ዕማሙ ክኸውን ማለት እዩ። እቲ ዓርኪ ውሻጠ ከኣ ምስ ናይ መግቢ ዝተኣሳሰር ኩሉ፣ ሎሚ ደኣ ስዋ ደይትገብርልና ትደ፣ ሎሚ ደኣ ስዋ ደይሰተየ እዛ መርዓት ቀጢን እስከ ግበርልና፣ ሎሚ እስከ ከምዚ ግበርልና እንዳበለ ከኣ ምስ ኣደ ዝላዘብ ከኣ ቀንዲ ከኣ እቲ ዓርኪ ውሻጠ ማለት እዩ። እቲ ዓርኪ እስኻ ከምቲ ዝበልኩኻ ኩሉ ሓፈሻዊ ኩነታት ዝፈልጥ፣ ዝያዳ ከኣ ኣብ ርእሲኦም ከኣ ልዕልና ወይ ከኣ ከምዚ ክሳይ ዘለዎ ማለት እዩ። ዝያዳስ።

ንከባቢ ዓመት ወይ ከዓ ንከባቢ ሽዱሽተ ወርሒ ንገዛ ኣይትምለስን እያ ንእንዳ ወዲ ኣይትመፅእን እያ ኣብ ገዛ እያ ትኸውን ዓመት ድያ ወይ ሽዱሽተ ወርሒ ኣብ ገዛ እያ ሕጂ ኣብዚ ሕጂ ኣሎ ወግዒ ኣሎ ኣብዚ ሕጂ ወግዒ ስርቆት ዝበሃል ኣለና ኣብ ፋስጋ ወይ ከዓ እዚ በዓል ትንሳኤ ንብሎ ምስ ኮነ ድሮ ኣዕሩኽቱ ሒዙ እቲ መርዓዊ ኣዕሩኽቱ ሒዙ ጤል ሒዞም ኸዱ እሞኒ ምስኣ ክሓድር ስለ ዘለዎ ወይ ክሕዛ ስለ ዘለዎ ክወዛ ስለ ዘለዎ እዚ ወግዒ እዚ ከዓ ይካየድ

ምስ ሰብኣያ እዛ ሰብ እዚኣ ምስ ሰብኣያ ትሓድር እታ መርዓት ምስ ሰብኣያ ትሓድር ማለት እዩ ከምቲ ዝበልኩኻ ግን ሓንሳእ ንገዛኣ ምስ ተመልሰት ሽዱሽተ ወርሒ ድዩ ዓመት ኣብ ገዛኣ እያ ኮፍ ትብል ሕጂ እቲ ወግዒ ስርቆት ከዓ ኣብ መንጎ ማለት እዩ ኣብቲ ገዛኣ ዝኸደትሉ ግዜ ድሕሪ ሕፅኖት ኣብ መንጎ ይካየድ ማለት እዩ እወ ሐራይ እዚ ኣብ ሳልስቲ ዝካየድ ዋግዒ ተኣማኒት ኢና ንብሎ። እዚ ወግዒ ተኣማኒት ከመይ እንድሕር ኢልኩምኒ ሕብረተሰብና ክቡር ባህልና ሲ ጓል ከዓ ከምኡ እያ ተደፊራ ኣይትፀንሕን እያ ምስ ክብሪ እያ ትፀንሕ እንድሕር ከም ገለ ኣጋጢሙ ከዓ ወይ ሓደጋ ጓንፋ ዝኾነ ተጓኒፉ ከዓ ወንጮ ተኸዲና እያ ትምለስ ምስ ክብራ ወይ ምስ ድንግልና ተዘይፀንሕት ኣብ ባህልና ወንጮ ተኸዲና እያ ትምለስ ሕጂ ነዚ ወንጫ ተኸዲና ትምለሶ ከዓ ሰናዶ ዓዲ ከዓኒ ይፅበዮ እየን ቁንጮ ተኸዲና እንድሕር ተመሊሳ ጓል ኣቦይ ክስቶየ ጓል ኣቦይ ክስቶ እንዳ እደርፋላ እየን ስለዚ ከይድረፈላ እሳ ከዓ ክብራ እያ ትዕቅብ ስለዚ እንታይ እዩ ዝኸ- እንታይ እየን ዝገብራ እዚ ወረ- ወግዒ ተኣማኒት እቶም ኣዕሩኽ እቶም ኣዕሩኽ ማለት እዩ ምስ ካልእ ኣጓብ ዝ- ተኣኪቦም ኣብቲ እንዳ ጓል ይኸዱ እሞ ኣብቲ እንዳ ጓል ከይዶም ተኣማኒት እየ ተኣማኒት እየ ጓል ኣቦይ ክስቶ ተኣማኒት እየ እ፣ ጎሚዳ እየ ጎሚዳ እየ ሰይቲ ዓርከይ ጎሚዳ እየ እንዳበሉ ይፃወቱ ኣብቲ ገዛ ማለት እዩ ሕጂ እቶም ገዛ ፅበይዎ እዮም ንክመጽዎ እምበርከ ተኣማኒት ሲሎም እንድሕር መጺኦም እኻ እንታይ ኢኻ ማለት እዩ ተጸቢኻዮ ጓልካስ እምንቲ ኮይና ኣላ ማለት እዩ ጽበይዎ እዮም ንስኻ ግን ትገብሮ ወግዒ እኻ ኣለውኻ ኣብኡ ምስ መጹ ሕጂ ጸባ ጠስሚ መዓር ሒዝካ እኻ ትኸይድ ኣብቲ ገዛ ሓደ ኣበስንቲ ጠስምን ሓደ ጤና ሓደ ሓደ ኣበስንቲ ጠስምን ሓደ ጎይቢ መዓርን ሒዝካ እንድሕር ኬትካ ዳብል ናቱ ገይሮም እዮም ዝመልሱልካ እቶም እንዳጓል እቶም እንዳጓል ዳብል ገይሮም እዮም ዝመልሱልካ ሕጂ ኣብኡ ትጻወት ኣሎ ትጻወት ዳብል ጌሮም ሓደ ኪሎ መዓር ወይ ከኣ ሓደ ጎይቢ መዓር ሒዝካ እንድሕር ኬድካ ክልተ ጎይቢ መዓር ሒዝካ ክትምለስ ሕጂ እዚ ዋጋ ተኣማኒ ኣብ ገለ ገለ ኣብዚ ናይ ኣስመራ ንሪኦ ኢና ሽሕ ቅርሺ ሒዝካ ትኸይድ እሞ ሽሕ ሓሙሽተ ሚእቲ ሒዝካ ትምለስ ገለ ኣሎ ግን እቲ ባህልና ዘለዎ ተኾነ ከኣ ዝበለጸ እዩ ሕጂ ኣዴታት ካብኡ እንታይ ገብራ ካብ ቀደምና እሙናት እፍኽነና ማለት እዩ እንየታ ዓይነት ካብ ቀደምና እሙናት ንሕና ደኣኒ ብምባል ካብቲ ዘምጻኻዮ መዓርኒ ማይ ቢሖቕ ኣዳልየን ጸንሐን። ብግቡእ ቅድም ገዓትካ ገለ ምስ በላዕካ፣ ተጻዊትካ ማለት እዩ፣ በቲ ማይ ቢሖቕ ለኸኻ፣ በቲ መዓር ለኸኻ፣ ኣብኡ ጸ ሆ ኸውን ማለት እዩ፣ ጸወታ ኸውን። ከምዚ ገይረን ደሓር በሉ ተባሂሉ ከኣ ተመሳጊንካ መዓር ከምቲ ዘምጻኻዮ ዳብል ናቱ ገይረን ህቡኻ። ከምዚ ከኣ እዚ ከኣ ወግዒ እንታይ ባል ባል። መርዓት ውሽጥላ። ንርዓት ውሽጥላ ሓረ ናብ ጎይታይ ቤተይ ዓርከተይ ጋሻ መፅኩም ኣሎ ጋሻ መፅኩም ኣሎ እንኳዕ ደሓን መፃኹም ብሄረ ትግርና ዞባ ማእኸል እዩ እንዳ ጎይታን ቤተይ ኣለኹም ክትሪኦም ትኽእሉ ኢኹም ማለት ኣብ ባህልና እምበይተይ ብዘይ መቃልዒ ይረኣያን እየን መቃልዒ ዘለካ ማለት ንኩሕላ ዝኸውን ዝኾነ ዘለካ ይብካ

ጎይታይ ፍልይ ዝበለ ክዳን እዩ ዝኽደን ኩሉ ግዜ ንሱ ዝኽደኖ ከዓ ስረ ተኸዲንዎ ዘሎ ንውሕ ዝበለ ስረ ግትር ዘይኮነ ስረ ግትር ካብ ብርክኻ እዩ ዝምለስ እዚ ከዓ ስረ ሽውሽ ይበሃል ስረ ሽውሽ ይበሃል እዚ ከዓኒ ጎይታይ ዝኽደኖ እዩ ማለት እዩ እዚ ቀሚሽ ጀዲድ እዚ ዓለባ ቀሚሽ ጀዲድ ይገብር ጎይታይ ማለት እዩ ብተወሳኺ እቶም ዝሕፀንሉ ከዓ ማእሲ ማእሲ ካብ ዓበይቲ ቆርበት ካብ ዓበይቲ ማል እቲ ቆርበት ናይ ማልና ሲ ብግቡእ ኢና ንጥቀመሉ ናይ ዓበይቲ እንድሕር ኮይኑ ናይ ዓበይቲ ከብቲ እንድሕር ኮይኑ ኣልፊዕካ ከም ማእሲ ናይ ናእሽቱ ተኾይኑ ከኣ ከምዚ ትሪኦ ዘለኻ ከኣ ኣጎዛ እዚ ኣጎዛ ኮፍ መበሊ ንጥቀመሉ ማለት እዩ ሕጂ ክትረክብ እንድሕር ክኢልካ ተተኻኢሉ ጻዕዳ ማእሲ ናይ ሕጽኖት ኣብ ዓዲ ክልተ ገለ ርከባ እሞ እንዳ ኩሶ ኣለዋ ክትምጽእ ተባሂሉ ናይ ሕጽኖት ጻዕዳ ማእሲ ንገብር ኢና እቲ ናይ ጻዕዳ ማእሲ ስለ ዘይረኸብና ግን ማእሲ ዝኾነ ጌርና ኣለና ማለት እዩ ኣብ ቤተይ እንድሕር መጺና እምበይተይ ነጀወስ ክንቅረባባ እምበይተይ ትገብሮ ጀዲድ እያ ክዳን ትኽደን ጀዲድ ክዳን እያ ትኽደን እዚ ትሪኦ ዘለኹም ከዓ ኣብዚ ናይ ኢዳ ጀሚርና ባዕላ ዋላ እንታይ በሃል ትበሎ
ኣምባር ናይ ኢደይ ኣምባር በሃል ናይ እዝነይ ኩትሻ በሃል ናይ ክሳደይ እቲኣ ተሓናቂት እያ ቅርሺ
ካልእ መርዓት ዓድና ትገብሮ ነገር ከዓ እዚ ቁናኣ ከዓኒ ጋመ ጋመ እቲ ዝተተቆነኖ ጋመ ይበሃል ማለት እዩ ካልእ ኮሕልያ ትኳሓል ካልእ ትገብሮ ነገር የብላን ኮሕልያ ትኳሓል ብዛዕባ ንብረታ እንድሕር ኮይኑ ከኣ መርዓት ዓድና ንንፋስ ኣይትቃላዕ ንፀሓይ ኣይትቃላዕ ኣብዚኣ ትሕጸን ኣብዚኣ ካብዛ ምድርቤት ከኣ ለባም ትበሃል ኣላ ንሳ ትሸነላ ባህላዊ ሸቃቅና ማለት እዩ ኣብኣ እያ ትሸይን ሕጂ እንዳ ጎይታይን ቤተይ እዚ ገይረሞ ዘለዎ ከኣ ጎይታይ ኩሉ ግዜ ጋማ እዮም ዝኣስሩ ጋማ እዮም ኣሲሮም ከም ዝትርእይዎ ዘለኹም ክዳውንቶም ማለት እዩ ጋማ ኣሲሮም እዮም መርዓ ዝኣስሩ እቲ ጋማ ዝበሃል ጨርቂ እዚ እዩ ሕጂ ብተወሳኺ እቶም ኣዕሩኽ ዝበልኩኻ ከዓኒ ጋማ ኣስርዮም ግን ካብ ጎይታይ መፍለዪ ከኣ እሶም እንታይ ገብሩ እዮም ዲኖ ዲኖ ገብሩ ዲኖ ኣብ ዝባኖም ዲኖ ገብሩ ማለት እዩ ኣለል እዚ ዑንቂ እንዳ ኩሕል ይበሃል እዚኣ መቐመጢትካ ጥፍሒ ትበሃል ሕጂ እዛ ጥፍሒ ዝኾነ መርዓት ዝኾነ ንብረታ ተቐምጠላ ማለት እዩ ዝኾነ ንብረታ መልክዕ መልቃልዕ ተዋህበቶ ወይ ገለ ተዋህበቶ ተቐምጠላ እያ ማለት እዩ ካልእ ዝተሕፀነሉ ከዓ ንእድ ይበሃል እዚ ንእድ እዚ ጋሮ ይበሃል ኣብ ዝጋሮ ከብሒ ኣሎ እቲ ከብሒ ከዓ ከምኡ መርዓት ንብረታ ተቐምጠሉ ሃጓፍ ቦታ ማለት እዩ እዚ ከዓ ጋሮ ይበሃል ካልእ መተርኣስ መርዓውቲ ዝበሃል ኣለና ብድኳ ዝሰርሐ ዕንጨይቲ ማለት እዩ እዚ መተርኣስ መርዓውቲ እዚ ከኣ ትሕቲ ማእሲ ኮይኑ መተራ ሰሞኑ ካልእ ዓለባ ይኽደኑ ማለት እዩ። ብተወሳኺ ኣብዚ ኣላትና ሓንቲ ንብረት ካብዚ ኣላትና ጸዋሪት ትበሃል። እዚ ከኣ ክዳውንቶም ዘቐምጥሉ ማለት እዩ ኣቦታትናሲ ዘቐምጥሉ ነበሩ እዩ። ኣብዚኣ ከኣ ኣብዛ እንዳ ሕጽኖት ከኣ ዓለቦኦም ክዳውንቶም ዘቐምጥላ ጸዋሪት ትበሃል ማለት እዩ። እዚኣ ንወግዒ እንዳ እንዳ ሕጽኖት ትምልከት። እንዳ ጎይታይን ቤተይ ኣቐንየልና። ክብረት ሃበልና ካልእ ኣውርት ካልእ ዓርኪ ከምዛ ትሪእዎ ዘለኹም ገይሩ ዝሓፅን ዋላ ሓንቲ ካብዚኣ ምንቀሳቐስ የለን ናብ ወይታይ መይተይ ኣጋይሽ መፅኦምኹም እንዳበለ ነቶም ዝመፁ ከዓ መቃለዒ እንዳቃለዐ እዩ ክሳይ ዝገብር ማለት እዩ ኣብዚ ትሪእዎ ዘለኹም ሽልማት ኣለና እዚ ኣደ ብሰናይ ትምኒት ስለተሓስቦ ሰናይ ትምኒት ማለት እዩ መርዓሲ ንሰናይ ትምኒት ንውላድ ስለ ትብል እዚ ኣደ ከም ህያብ ትህባ ንመርዓት እዩ ኣብዚ ከዓ ከም መሸለሚ ኣብ ባህልና ንጥቀመሉ ማለት እዩ እዚ ትሪእዎ ዘለኹም ከዓ ሰናዶኣ ከዓኒ መኾምቢያ ሰፌን መብልዕ ቁርሲ ሰፌን መብልዕ ቁርሲ ከም ዝትሪእዎ ዘለኹም ንመቃለዒ ንመርዓት ንጥቀመሉ ኣለና መኾምቢያ ሰፌን መብልዕ ቁርሲ ሰፌን እቲ ንዓኣ ዘገድስ ኣብ ሓፂሩ እቲ ናብራ ክኾና ዝኽእል መኹባዕቲ መዛርኢ ንናብራኣ ዝኸውን ከምኡ ሰፊሔና ሕጂ እዚ ከኣ ከምዚ ጌርና መሸለሚ ኣብ እንዳ መርዓውቲ ንጥቀመሉ ማለት እዩ እዚ ትሪእዎ ዘለኹም ኣጎዛ እዩ እዚ ኣጎዛ ከዓ ናይ ኣባጊዕ ቆርበት ማለት እዩ እዚ ናይ ኣባጊዕ ቆርበት ከዓ ከም ኮፍ መበሊ ኣብ መደብ መደብ ይበሃል ኮፍ ንብለሉ ኣብ መደብ ንጥቀመሉ ማለት እዩ ሓፈሻዊ ንወግዒ እንዳሓፁነ ዝምልከት እዚኣ ቅድሚ መርዓ ግን ኣላትና ሓንቲ ወግዒ ቅድሚ መርዓ ወግዒ መቕንጣጥ ትበሃል ኣላትና እዛ ወግዒ መቕንጣጥ ከምዚ ሕጂ ፕሪዊዲን ዝበሃል ዘሎ ልክዕ ከምኡ ማለት እዩ ሕጂ እቲ ዘመን ኣምጾዳ ኮይኑ እምበር ኣብ ባህልና ዘኹርዕ ወግዒ መቕንጣጥ ኣለና ብፍላይ እዞም ካሜራማን ናይ መርዓ ናይ መርዓ ዳይሬክተራት ዘለዉ ማለት እዩ እዞም ካሜራማን እዚ ፕሪዊዲን ዝበሃልሲ ኣብ ክንዲ በቲ ዘመናዊ ነገር በቲ ባህላዊ በቲ ባህልና ዝእዝዞ እንተዝግበር ሰናዱ እክብ ኣቢልካ ኣብ ሩባ ወሪድካ ወግዕታት እንዳገበርካ ፀወታ እንዳተፃወትካ እንተዝኸውን ዝያዳ ደስ ምበለኒ ዋላ ንፍሉይነቱ ንተቐባልነቱ ንፍሉይነቱ ባህልና ኩሉ ግዜሲ ዘብህግ ዘቀራርብ ዘተሓቋቑፍ ኣለዎ እሞኒ ከምኡ ክኸውን ከዓ ደስ ዝብለኒ እዚኣ ከም ሓደራ ክብላ ደሊ ማለት እዩ ሓፈሻዊ ንወግዒ ሕፁኖት ዝምልከት እዚ እዩ ኣብዚ ዘለና ማለት እዩ ዘጉደልናዮ ነገር ክህሉ ይኽእል እዩ ብሓፈሻ ግን ዘደለናዮ እዚ እዩ የቐኔለይ ካብ እዚ ለሃ ክሰብዐልኩም እየ

ሕጂ ኣብዚ እዚ ዲኖ ክብለኩም ዝጸናሕኩ ኣዕሩኽ ዝፍለዩሉ ማለት እዩ ኣብ መርዓ ዝፍለዩሉ እዚ ዲኖ እዚ እዩ እዚ ዲኖ እዚ ምስ ተኸደኑ እዮም ከዓ ፍልይ ዝብሉ ካብቲ እንታይ በሃል ማለት እዩ ዲኖ ገይሮም እዮም ዝዓርኩ ኩሉ ግዜ እዚ ከዓ ኮበሮ ኣለና ኣብዚ ኮበሮ ዋልታ ገለ ኣለና ከምኡ እዩ መርዓ ባህልና ብጨፈራ ብደበላ ብዕልልታን እዩ ሕጂ እቲ ናይ መርዓ ነገራት ከ ኣብዚ ናይዞም መርዓውቲ መርዓ ስለ ዝቐነየና ማለት እዩ ኩሉ ብዚ ቀሪብና ኣለና ማለት እዩ ኣብዚ ክቡር ንብረት ኣለና ኣብ ህድሞ ዞባ ማእከል ብሄረ ትግርኛ ቀሪብና ዘለና ማለት እዩ እዚ ክቡር ንብረት ንብረት ኤርትራ ማለት እዩ ናይ ኣቦና ራስ ወልደሚካኤል ሰሎሙን ኣብ ግዜ ንግስነቶም ዝጥቀምሉ ዝነበሩ ካባታት ኣብዚ ኣለና ኣብዚ ብሩር ካባ ኣለና ብጣዕሚ ዝገርመካ ከባቢ ልዕሊ 180 ዓመት ልዕሊ እዩ ገይሩ ዘሎሲ ኩሉ ሽልማቱ ኩሉ ነገሩ ከየጉደለ ብግቡእ ኣብ ቤተ ክርስቲያን ሃዘጋ ተዓቂቡ ዝጸንሐ ዋላ ተኣርሙ ገለ በቃ ፍልይ ዝበለ ብጣዕሚ ዝገርመካ ክሳብ ክንደይ ግርማ ነይርዎም ኣቦና ራስ ወልደ ሚካኤል ሰሎሙን ክሳብ ክንደይ እቲ ንግስነቶም ከመይ ነይሩሲ ይገርመካ ማለት እዩ እዚ ብሩር ካባ ናይ ኣቦና ራስ ወልደ ሚካኤል ሰሎሙን እዩ እዚ ከዓ ጸሊም ካባ እዚ ከዓ ከምኡ እዚ ከዓ ወርቂ ካባ በሃል እዚ ከዓ ናይ ኣቦና ራስ ወልደ ሚካኤል ሰሎሙን ብግቡእ እዚ ከዓ ታሪክና ክፍለጥ ስለ ዘለዎ ኣካል ናይቲ ባህልና ኣካል ናይቲ ልምድና ስለዝኾነ ከኣ ማለት ሽማሙንቲ ናይ ናይ ብሄረ ትግርኛ ወይ ከዓ ሲ ከምዚ ካባ ገብሩ ስለ ዝነበሩ ከዓ ብግቡእ ከዓ ምስ ባህልና ተኣሰር ስለ ዝኾነ ከምኡ እውን ታሪክና ከዓ ብግቡእ ክግለፅ ስለ ዘለዎን ከዓኒ እዚ ከዓ ኣብዚ ህድሞ ዞባ ማእከል ብሄረ ትግርኛ ብግቡእ ኣምፂእና ኣለና ማለት እዩ እዚ ኣብ ቤተክርስትያን ሃዘጋ ተዓቂቡ ዝጸንሐ እዩ። ነቶም ንዝሃቡና ከኣ ብዝያዳ ከነመስግኖም ንደሊ ማለት እዩ። ኣብዚ ትርእዮ ዘለካ ከኣ ፍሉይ ንብረት ኣሎ። ምናልባት ኣብ መግለጺ እተዘይኮይኑ ዝኾነ ሰብ ኣይግምቶን ይኸውን። እዚ ከኣ ኣቦና ራስ ወልደሚካኤል ሰለሙን ቅድሚ ሚእትን ሰማንያን ዓመት ንወይዘሮ ውባ ንእምበይተይ ውባ ጓሎም ብመልክዕ ገዝሚ ምስ ክልተ ኣገልገልቲ ገይሮም ዝሃብዋ እዩ። ንእምበይተይ ውባ። እዚ ብማሽን ተሰርሐ ከማን ከምዚ ክኸውን ኣይክእልን እዩ ብኢድ እዩ ተጸሪቡ ግን ኩሉ ነገሩ ይገርመካ ሓንቲ ነገር ከየጉደለ እዩ እንታይ በሃል ኮይኑ ዘሎ ሕጂ እዚ ኣብ ሻድሻይ ወለዱ ናይ ኣቦና ራስ ወልደ ሚካኤል ሰሎሙን ተዓቂቡ ጸኒሕና በዚ ኣጋጣሚ ከዓ ንሲራክ ሲራክ ሰዲ ጸኒሑ እዚ ንብረት እዚ ሲራክ በዚ ኣጋጣሚ ከመስግኖ ደሊ ኤርቲቪ ንእሽተይ መደብ ሰሪሖምላ ነዚኦም እዚኣ ብሓፈሻ ግን እቲ ታሪኹ ክብርበር ከኣ ደስ ዝብለኒ ማለት እዩ ኣቦና ራስ ወልደሚካኤል ሰሎሙን ንበይተይ ውባ ንጓሎም ብመልክዕ ገዝሚ ወይ ከኣ ምስ ክልተ ኣገልገልቲ ገይሮም ኣብ መርዓ ዝሃብዋ እዚ ንብረት እዚ ገበጣ ገበጣ ማለት እዩ ምስ ዓረረን እየን ዘለዋ ኣብዚ ግን እቲ ዓረር ዘመናውነት ስለ ዘለዎ ሓፂን ስለዝኾነ ዘይቀረብናዮ እምበር ምስ ዓረረን ብግቡእ እየን ተዓቂበን ዘለዋ። በዚ ኣጋጣሚ ንሴራ ከዓ ከነመስግኖ ንደሊ ማለት እዩ። እዚ ከዓ ኣካል ናይ ህድሞ ዞባ ማእከል ብሄረ ትግርኛ ኮይኑ ኣሎ ማለት እዩ። ኣቦና ራስ ወልደሚካኤል ሰለሙን በቦኦም ካብ ኣቦይ ሰለሙን ዘርኣይ ካብ ሃዘጋ ኣዲኦም ከዓ ቤተ ኢለኒ በዓልቲ ዛግሬን ኣዲኦም ማለት እዩ። እዚ ታሪኽ ከዓ ዝያዳ ክብርበር ከዓኒ ናቱ መፅሓፍ ኣሎ ዓበይቲ ከዓ

ኣብዚ ጉራደ ኣላትና ጉራደን ዋልታን ማለት እዩ እዚ ንሪኦ ዘለና ንብረት ሕጂ እዚ ከዓኒ እዚ ጉራደ እዚ ከዓኒ ኣብ ፀላኢ ምክልኻል ከምኡ ኣብ ኩናት ዝጥቀምሉ ዝነበሩ ምዃኑ ናይ ኣቦታትና ከዓ እዚ ከዓ ኣብዚ ምፅና ኣለና ብተወሳኺ ከዓ ኣብ መርዓ ከኣ ከም መደበል ይጥቀምሉ ነይሮም እዮም። እዚ ገበጣ ከኣ ብግቡእ ንመርዓውቲ ነዘናግዓሉ እዩ። እዚ ገበጣ እዚ ንመርዓውቲ ነዘናግዓሉ ከኣ ኣብዚ ከኣ ኣካልቲ ናይ ሕጽኖት ስለ ዝኾነ ከኣ ኣብዚ ቀሪብናዮ ኣለና ማለት እዩ። መዕርኹ እዩ እዚ ግን ክቡር ንብረት ስለ ዝኾነ በዚ ጋጣሚ ከ እንታይ ክብል ደሊ ሃገራዊ ቤተ መዘክር ኤርትራ ሲ ሓደ ስራሕ ክሰርሕ ደልዮም ኣሲ እዚ ኤርትራዊ ንብረት እዩ እጂ ንሕና ከምኡ ኣላሕታ ንክረክብ ኢልና ናብ ዝምፅና ዘለና እዚ ኤርትራዊ ንብረት ከዓ ኣብ ሃገራዊ ቤተ መዘክር ኤርትራ ብግቡእ ተዓቂቡ ታሪኹ ተሰኒዱ ንወለዶታት ዝሓልፈሉ ክኸውን ከዓ ደስ ብለኒ ማለት እዩ ሐራይ ኣብዚ ሳርማ ንርኢ ኣለና ኣብዚ ሳርማ ንርኢ ኣለና እዚ ሳርማ እንዳ መርዓውቲ ምስ ሸለኹ ማለት እዩ ሕጂ ኣብ እንዳ መርዓውቲ ኩሉ ግዜ ስዋ ኣሎ ኩሉ ግዜ ስዋ ኣሎ ብተወሳኺ ሰብኣይ እ፣ ወይ ከዓ ኣብ ብሄርና እቲ ኣቦ ዝበሃል ስዋ ይትሰቲ ብዝፀንሐ ፀንሒስ መለስ ኣዋሃ ተባሂሉ ስዋይ ዝውሃቦ ማለት እዩ ኩሉ ግዜ ኣብ ሳርማ ከኣ ቅርብቲ እያ ኣደ ኣብዚኣ እያ ተቅርባ ንዕሩኽ ንመርዓውቲ ክትከውን ምሸሎ ከኣ ኣብዚኣ እያ ተቅርባ ኩሉ ግዜ ማለት ኣብ ሳርማ ስዋ ኣሎ እዚ ናይ ሕጽኖት እዩ ናይ ኣቦ ከኣ ቦይኑ ኣሎ በዚ ሕጂ ካብዚ ክትቦ ትኽእል ኢኻ ኣደ ከኣ ባዕላ ከኣ ክትቦ ትኽእል እያ ጥዒማ ኣብ ባህልናኹም እዩ ጥዒምካ እዩ ዝውሃብ ጋሻ መጺእካ ወይ ገለ ጥዒምካ ትስዋእ ማለት እዩ ኣደ ጥዒማ ትህቦ ማለት እዩ ኣብዚ ትሪኦ ዘለና ምራን መንበር ኣለና እዚ ምራን መንበር ወላ ሓንቲ ናይ ማሽን ሕዋ ዘይብሉ ብኢድ ዝተሰርሐ ማለት እዩ ብምሳርን ብእምንን እንዳገበሩ እንዳፀረቡ ኣቦታትና ዝገብርዎ እዩ እዚ ምራን መንበር ከዓኒ ብናይ ከብትና ከምቲ ዝበልኩኹም መናብሮና ብሕርሻን ብመጓሰን እዩ ሕጂ ብዕንጨይቲ ብቆርበት ዝመፅእ እዩ ከዓ እቲ መናብሮና ከዓ ኩሉ ካብኡ ዝስራሕ እዩ ሕጂ ከብቲ ዝሓረድካዮ ስግኡ ምስ ተበልዐ ማለት እዩ ቆርበቱ ኣልፊዕካ ከምዚ ትሪእዎ ዝጸናሕኩም ገሪዕኩም ኢለ ሓምበ ዝሎ ኣልፊዕካ ንኻልእ ነገራት ትጥቀመሉ እዚ ከኣ ን መንበር ከኣ ከምዚ ጌርና ከኣ ንጥቀመሉ ኔርና ኢና ማለት እዩ እዚ ሕጂ ብቆርበትን ብዕጨይትን ዝተሰርሐ እዩ ኣብዚኣ ሓንቲ ፍልይቲ ንብረት ኣላትና እዚኣ ሰፈር ቀንዴል እያ ሕጂ እዛ ሰፈር ቀንዴል ብዕንጨይቲ ተሰሪሓ እግሪ ደርሆ ሰለስተ እግራ ምስ ተረኽበት ዕንጨይቲ ኣቦታትና ዝሰርሕዋ እዚኣ ከምኡ ናይ ቴስዓ ዓመት ናይ ሚእቲ ዓመት ዕድመ ዘለዋ እያ ማለት እዩ ከምኡ ብሪሰርች ብኮለል ዝተረኽበት እያ እዚኣ ከዓኒ እዚኣ ሕጂ እንድሕር ሓሲብናያ ኣብ ባህልና ኩሉ ግዜ እታ ንእሽተይ ቆልዓ ትበሃል ወይ ንእሽተይ እታ ንእሽተይ ጓልካ ኮፍ ኢላ እያ ጋዛ ቀንዴል ኣብዚ ምግባር ተምሳሓካ ወይ ተድረካ ዘድረካ ሕጂ ብኣ እንድሕር ሓሲብናያ እታ ንእሽተይ ቆልዓ ኮፍ ኢላ ኣላ መዓርያ ኣቦታትናሲ ነታ ንእሽተይ ቆልዓ ንክትዕርፍ ተባሂላ ዝተገብረት እያ ምህዞ ናይ ኣቦታትና ሓንቲ ካልኣይ ከዓ ኣብ ዓራቱ ኮይኑ ኣቦ ከዓኒ ቀንዴል ኣብ ዘድልየሉ እዋን ከዓ ማዕረ ዓራቱ ኢላ ዝተሰርሐት እያ እዚኣ ንብረት እዚኣ ማለት እዩ እዚኣ ሰፈር ቀንዴል ንብላ ኣብዚ ንሪኦ ዘለና ዓራት ምራን ኣለና እዚ ዓራት ምራን ከዓ ልክዕ ከምኡ ዝኾነ ማሽን ሕዋስ ዘይብሉ ብቆርበትን ብዕንጨይትን ዝተሰርሐ ማለት እዩ ብግቡእ ዝተፀሪቡ ዝተሰርሐ እዚ ከዓ ኣራት ምራን ኣለና እዚ ኣብ ገዛ እዩ ብልምዲ ግን እንታይ ኢና ንጥቀም እዚ ኢና ንጥቀም ማእሲ ኢና ንጥቀም ማለት እዩ ማእሲ ኢና ንጥቀም ኣብ ዓራት ይኹን ኣብ ንእድ ይኹን ማእሲ ኢና ንጥቀም ማለት እዩ እዚ ሕጂ ገለ ካብቲ ብኢድና ብኢድ ተበላሒቱ እቲ ሕብረተ እቲ

እዛ ንብረት እዚኣ ከዓኒ እንተርእናያ ፀዋሪት ትበሃል ሕጂ ፀዋሪት ሓንቲ ብትሪ ኢና ክዳን ዝስቀላ ክዳን ዝስቀላ ናብ መርዓዊ ትሪ ኢና ንኸውን ኣብ ዝኾነ ንጥቀመላ ማለት እዩ እዚኣ ከዛ ፀዋሪት እዚኣ ከዓኒ ንብረቶም ብምሉእ ንብረቶም ኣቦታትና ክሳብ ክንደይ ብልሓተኛታት ነይሮም መግዛእቲ ጸቂጥዎም እምበር ካልእ ክሰርሑ ከም ዝኽእሉስ ይረኣየካ በታ ዘላቶም ብዕንጨይቲ ሲ እዚ ሕጂ ዕንጨይቲ ጸሕ ድዩ ጠስሚ እንዳለኸዩ ጸባ እንዳለኸዩ ሲ በታ ዘላቶም ንኹሉ ንብረቶም እትእርንብ ጸዋሪት ትበሃል እዚ ሕጂ ምናልባት ኣብዚ ሕጂ ዋንታ ካባኖ ትበሃል ንብረት ንርኢ ንኸውን ኣቦታትና ግን ቅድሚ ብሓጺን ይኹን ብጣውላ እሳ ተሰርሓ ምምጻእሲ ኣቐዲሞም ነቲ ምዕባለ እሶም እዮም ዝፈልጥዎ እንታይ ክገብሩ ከም ዝኽእሉ ብኸመይ ክሰቕሉ ከም ዝኽእሉ ሲ ኣቐዲሞም እቲ ምዕባለ እሶም እዮም ዝፈልጥዎ ኣቦታትና ሕጂ ደሓር ግን ከም ዝበልኩኹም እዩ መግዛእቲ ጸቒጥዎም ግን ክምዕብሉ ይከኣሉን ክቕጽሉ ይከኣሉን ማለት እዩ እዚኣ ከኣ ከምኡ ሰማንያ ዓመት ቴስዓ ዓመት ጌራ ኣላ ኩሉ ንብረትና ተፌቶ ቅያር ተፌቶ ሓረስታይ ኩሉ ግዜ ምስ ቅያር ተፌቶ ቅያር ኣለዎ ኣርዕቱ ዕርፉ ኩሉ ማለት እዩ ምስ ቅያር እዩ ስለዚ ቅያር ተፌቶ ተፌቶ በዚ ኣላትና ምስ መሓቆና ኣላትና በዚ ቅያር ተፌቶ ጓጉድ፣ ኩሮ፣ ብምሉኡ ከኣ ንሰቕለሉ ኔርና ማለት እዩ። ምራን፣ ምራን ከኣ እቲ መምረ ንዝጥቀምሉ ካብ ቆርበት ዝስራሕ ኣልፊዕካ ገመድ ዝኸውን ማለት እዩ እዚ ምራን እዚ ከኣ ብምሉኡ ንሰቕለላ እዚኣ ከኣ ጸዋሪት ትበሃል። እዚኣ ገለ ካብቲ ምህዞ ናይ ኣቦታትና እያ። ኣብዚ ንርእያ ዘለና ሰፈር ቀንዴል ኣላትና እዚ ከኣ ናይ ኣዴታትና ውሕልነት እዩ ዘርእየካ ኣዴታትናስ ብጭቃ እንዳገበራ ንመርዓት ንደገ ክይትወጽእ ክሸይን ለባም ትበሃል ብጭቃ እየን ዝሰርሓላ ድኾ ንበሃል ናይ እንዳ ደርሆ ብጭቃ እየን ዝሰርሕኦ ቆፎ ቆፎ ንህቢ ምጻእ ብጭ- ብጭቃ እዩ ዝስራሕ ቆፎ ናይ እኽሊ ብጭቃ እዩ ዝስራሕ ኩሉ ሕጂ እቲ ውሕልነተን ረኣየካ እቲ ጥበበን እዚ ከኣ ኣብ ዓንዲ ቀንዴል ኣብዚ ተቐሚጣስ ነዚ ገዛ እዚ ከተብርህ ተባሂሉ ከኣ ከምዚ ገይረን ከኣ ሰፈር ቀንዴል ከኣ እ፣ ኣዴታትና ዝሰርሓ ነይረን ማለት እዩ እዚ ከኣ ኣብ ህድሞ ኣብ ህድሞ ዞባ ማእከል ብሄረ ትግርኛ ብግቡእ ቀሪብናዮ እዚ ከኣ ንባህሊ ከኣ ክፉት ጌርናዮ ኣለና ማለት እዩ። ወይ ከኣ ኣሰዳሪ ዝበሃል ኣለና። እዚ ኣሰዳሪ እዚ ኣቦታትና ካብ ውራይ ከም ናይ ስዋ መጽሞቒ ገለ ይጥቀምሉ ኔሮም ማለት እዩ። እዚ ውሑድ እዩ ኣብ ዓዲ ዝተሓዝ ኣርባዕተ ሓሙሽተ ተሓዝ ኣብ ግዜ ውራይ ተኣኪቡ ከኣ ከምዚ እንተባልና ከምቲ ግቡእ ኣብ ድኹዒ ገለ ኢና ኮፍ ክንብሎ ዝግበኣና ግን ቅርሲ ስለ ዝኾነ ከይስበረና ኢልና ኢና ኣብ ከምዚ ኣብ መሶብ ኮፍ ኣቢልናዮ ዘለና። በዚ ትርእዮ ዘለኻ ኣብዚ ሕልፍት ኢልና። እታ ለባም ዝበልኩኻ መርዓት ትሸነላ መርዓ ትሸነላ ኣዴታትና ተወሕልነተን ከምዚ ገይረን እየን ዘዳልውኣ ነይረን እዚ ከኣ ኣብዚ ኣዳሊናዮ ኣለና ማለት እዩ እዚ ከኣ ኣብዚ ኣዳሊናዮ ኣለና ኣብዚ ድኳ ትርኢ ኣለኻ እዚ ድኳ እዚ ከኣ ኣቦታትና በታ ዘላቶም ጥበብ እንዳፈርፈሩ ዘውፅዎ ዝነበሩ ማለት እዩ እዚ ከኣ ከም ዝትሪኦ ዘለኹም ማለት እዩ ጥበብ ናይ ኣቦታትና ዝገልፅ ማለት እዩ ኣብዚ ዝተፈየቶ ኣለና እዚ ቴፌቶ እዚ መሓቆኒ እዚ ከኣ እንታይ ይጠቕመና ጸባ ኣብኡ ጌርካ ምስ ሓቆንካዮ ጼሓ ንብሎ ምስ ጸሓየ ልኻይን ብራሕን ፈላልዩ ይበካ ማለት እዩ እዚ ከኣ እዚ ኣርዑት ትሪኦ ዘለኻ ከኣ እዚ ዓይበት ትበሃል ክሻ ናይ ቀደም ማለት እዩ ብቆርበት እዩ ትስራሕ ክሻ ወይ መሸማዕ ንጥቀመሉ ነርና እኽሊ መእተዊ ማለት እዩ እዚ መናፍሕ በሃል መናፍሕ ከዓ ሓጓዳይ ማሕረስ እንታይ ባል ምስ ኮነ ክሳይ ምስ ኮነ ማሕረስ ብሓፂን ምስ ኮነ ንጥቀመሉ ዝነበርና ከም መትብዒ ከም መትብዒ ንጥቀመሉ ነበርና እዩ ማለት እዩ እዚ ዓይበ ትበሃል ማለት እዩ ኣብዚ ካላትና ቦርሳ ጓሳ ከዓ እዚ ኩሉ ብቆርበት ዝስራሕ መናብሮና እዩ ቦርሳ ጓሳ ከዓ ስንቅና ኩሉ ነገራት ከዓ እዛ ቦርሳ ጓሳ ንበረኻ ክትከይድ ከለካ ስንቅኻ ማይካ ገለኻ ትገብረላ ማለት እዩ እዚ ጭጉራፍ እዩ ጭጉራፍ ከኣ በቕሊ መህረሚ ንጥቀመሉ ማለት እዩ በቕሊ መህረሚ እዛ ኮረሻ በሃል ሕጂ እዚ ኮረሻ እዚ ኖርማል እዩ ኣብዚ ግን ፍሉይ ናይ መርዓትን መርዓውን ኮረሻ ወይ ከዓ ናይ ሹማምንቲ ዝነበረ ኮረሻ ኣለና ከምቲ ዝበልኩኻ ብግቡእ ከምዚ እቶም ሹማምንቲ ከምኡ እንዳ ጭቃ ስለ ዝነበረት እንዳ ባሕጉ ማለት እዩ እንዳ ሹማምንቲ ዝረኸብናዮ እዚ ከዓ እዚ ራኽባ ባህል እዚ እዚ ራኽባ ባህል እዚ ብግቡእ ማለት እዩ ብረጒድ ቆርበት ዝተሰርሐ እዚ ማለት እዩ እዚ ቀራና እዩ ንዕንጨይቲ ወይ ንቃንጫ ንጥቀመሉ ነበርና ገፊሕ ገፊሕ እዚ እቲ ንእስ ኢሉ ከዓ ንክስታይ ንጥቀመሉ ማለት ንዕንጨይቲ ንጥቀመሉ ኣብዚ ምሩፅ ዘርኢ ኣለና ራራናን ኣሎ ካብ ኣብ እራራ ሕጂ እቲ ዕፉን ክዘፍፍ ወይ ክነቅፅ ኢልካ ዝገበርካ ቅድሚ ምሸቋጥካ ዝተቃቃሐ እራራ ማለት ዝተቃቃሐ ዕፉን ማለት እዩ እዚ ዕፉን እዚ ምሩፅ ምሩፅ ዝኾነ ዘርኢ ከምዚ ጌርና ከዓ ንዳሕራይ ዘርኢ ዝኸውን ዳሕራይ ዓመት ከኣ ከምዚ ጌርና ከኣ ነዳልዎ ኔርና ናብ ብሄርና ኣብ ወግዐና ማለት እዩ ኣብ ዞባ ማእከል እዚ ሕጂ ሽጉርቲ ጻዕዳ ትገብር ስገም ትገብር ካልእ ተወሳኺ እውን ትገብር ኢኻ ማለት እዩ ኣረ እዚ መሰ እዩ መሰ መፈላለዩ ሓሰርን እኽልን ማለት እዩ እዚ መስአ ዝብ ዝለና ከም ዝበልኩኻ እዩ ሓረስታይ ኩሉ ግዜ ሓደ ነዊቱ ይኮነን ወይ ሓደ ርዕቱ ይኮነን በብቕያር እዩ ዝሕዝ ከምኡ እንዳበለ ይሕዝ ማለት እዩ ኣብዚ ኣለና እዚ ኣርዑት ነዊት ኣብዚ ሽብጥን ቆፅሊ መጠረን ኣለና እዚ እዚ ቆፅልን ሽብጥን ቆፅሊ መጠረን ከዓኒ ብ- እ፣ ሳምና ናይ ቀደም እዩ ኣዴታትና በዚ ጌረ ወንጫውን ዝሓፅባ በዚ ጌርካ ጀዲድካ ትሓፅብ እዚ እዩ ነይሩ እቲ መናህቡራና ማለት እዩ እዚ ከዓ ብግቡእ ከዓ ኣብ ህድሞ ዞባ ማእከል ብሄረ ትግርኛ ቀሪብና ኣለና ማለት እዩ ማሕረሻ ናይ ቀደም እንድሕር ርኢኻዮ ማሕረሻ ናይ ቀደም ዕንጨይቲ እዩ ብግቡእ ከዓ እቲ ናይ ቀደም ካብዚ ከዓ ብዕንጨይቱ ከዓ ኣብዚ ቀሪብና ኣለና ማለት እዩ ኣብዚ ቀሪብና ኣለና ብምሉእ ከርፈስ ጓል ከርፈስ ብቆርበት እዩ ብቆርበት ዝተሰርሐ ማለት እዩ እዚ ቀሪብና ኣለና ኣብዚ ብግቡእ ቀሪብና ኣለና ማለት እዩ ብግቡእ ንምሪት ኣብዚ ኣብ ኣደራጅ ዞባ ማእከል ብሄረ ትግርኛ ቀሪብና ኣለና ብተወሳኺ ብዘይ ኣየርከብካላን እኳ ኣየርከብካላን ብርኩታ ከይነብላዓካ እዚ ከዓኒ እምኒ ብርኩታ በሃል ሓንቴን እምኒ ብርኩታ ሓንቴን ከዓ እምኒ ውድዮ እዚኣ እምኒ ብርኩታ ትበሃል እዛ እምኒ ብርኩታ ብግቡእ ምስ ረሰነት ብሓቑ ተቆምጢዑ ኣብ በረኻ ኣብ እራራኹን ኣብ ገዛኹን ንጥቀመላ ማለት እዩ እዚኣ በዚኣ ዝረሰነት እምኒ ብሕቕ ምስ ከበበት ኣብ ሓዊ በዛ ረሲና ዘላ ትበስል በዚኣ ከኣ ብርኩታ ንሰርሕ ማለት እዩ እዛ ብርኩታ ክስራሕ ከላ እዚኣ ረሲና ኣላ እዚኣ ገረት ትበሃል ዕንጨይቲ ኣላትና እዛ ገረት እዚኣ እዛ ገረት እዚኣ ከምስላ ዘለካ እዚኣ ውሻል ገረት ትበሃል እዚኣ ውሻል ገረት ትበሃል እዛ ገረት እዚኣ ከምዚኣ እታ እምኒ ረሲና ኣላ ንበላ ካብ ሓዊ ምስ ረሰነት ከምዚ ኣየርና ነውጻ እሞኒ ኣብቲ ብሒቅ ጌርና ምስ ሸፈናያ እቲ ዝተቆምጣ ብግቡእ ዝተሓሰየ ብሒቅ ማለት እዩ ምስ ሸፈናያ ከኣኒ በታ እምኒ ጥራይ ትበስል በታ እምኒ ጥራይ ትበስል ሕጂ በታ እምኒ ትበስል እቲ ብደጊኣ ዘሎ ከኣ ጽልው ጽልው ተብሎ ማለት እዩ ኣብዚ ከኣ ከም ዝኸውን ማለት እዩ እዚ ትሪኦ ዘለኻ ክብብ ኢሉ እምኒ ኣትይዎ ዝፀንሐ እዩ ክትጥዕሞ ትኽእል ኢኻ ክትጥዕሞ ትኽእል ኢኻ እዚ ኣብ ባህልና ንጥቀመሉ ቡርኩታ በሃል ማለት እዩ እዚ ቡርኩታ እዚ ኣብ በረኻ እንድሕር ኣሊኻ መፍልሒ ድስቲ የብልካን መፍልሒ ካልእ የብልካን ብጓጉት ጌርካ ፀባ ምስ ሓለብካ ከዓ እዚ እንውድዮ ድባልካ እዚ እንውድዮ ከኣ ከም ዝበልኩካ ክረስን ዝጸንሕ እሞ በዚ ቀርቂርካ ካብቲ ሓዊ ብምውጻእ ኣብቲ ጸባ ትእትዎ ጸባ ፈልሓልካ ማለት እዩ ኣብ ኩርኡ ከሎ ፈልሓልካ እዚ ከኣ እንውድዮ እዚ ከኣ ብግቡእ ንወግዒ ብርኩታ ከኣ ኣብ ህድሞ ዞባ ማእከል ቀሪብናዮ ኣለና ማለት እዩ ኣ- ኣብ ቀጻሊ እንዳሰራሕናሉ ድሓን ክንረኣ ኢና ኣብዚ ናይ ቀደም ጥስቲ ኣለና ኣብዚ እዚ ናይ ቀደም ጥስቲ ኣለና እዚ ናይ ቀደም ጥስቲ ዋይዳ በሃል እዚ ገበራ በሃል ኣዴታትና ኣብ ውራይ ገለ ዝጥቀማሉ ነበራ ሕጂ ገበራ ብዙሕ ንእሽተይ ኣሎ ዕብይ ዝበለ ንእሽተይ ክተዳሉ ትኽእል እዚ ዕብይ ዝበለ ከዓ ኣብ ውራይ ገለ ዝጥቀምሉ ነበሩ ገበራ ብዕንጨይቲ እዩ ሳግላ ወይ ባልደንጓ ዝበሃል ገረ ብዓቢ ገረ እዩ ዝስራሕ ነይሩ ማለት እዩ ኣብዚ ሰኪዐት ኣለና ሰኪዐት ከዓ ዝነቐጸ ሳዕሪ ኹን ወይ ከኣ እኽልና ካብ ቁሚጦ ናብ ዓውድታትና ነምጽኣሉ ማለት እዩ። እዚ ከኣ ምራን ከምቲ ዝበልኩኻ ምራን ብቆርበት እዮም ዝሰርሑ ነይሮም ኣቦታትና ጠስሚ እንዳሰተዩ ማለት እዩ። ህድሞ ብሄረ ትግርኛ ክስራሕ ከሎ ብባህልን ብልምድን ብወግዕን እዩ ዝስራሕ ብምትሕግጋዝ ማለት እዩ። ሕጂ ክንብል ከለና ህድሞ እንዳቦይ ገለ ዋላ ኣበሃል ደኣ እምበር ብወፈራ እዩ ዝስራሕ ብወፈራ ዓዲ ምሉእ ዓዲ ምሉእ እዩ ኩሉ እዩ ዝሳተፎ ቆልዓ ሸብሸብ ኣምጽእ ቀጽቀጽ ኣምጽእ ንኣሽቱ ማለት እዩ ጎራዙ ዓዲ ማይ ኣምጽኣ ዓበይቲ ገመል ስከሙ ሕጂ ከምዚ ብወፈራ ይትስራሕ ከም ዝትሪእዎ ዘለኹም ከዓ እዚ ዓንዲ ይበሃል ዓንዲ ተተኺሉ ከዓ እዚ ከዓ ገመል ይበሃል ድሕሪ እዚ ገመል ይበሃል ድሕሪ እዚ ሰርወ ይበሃል ብልዕሊኡ ከዓ ቀፅቀፅ ሓመድ እንዳበልካ ከዓ ትኸይድ ማለት እዩ ብከምዚ ከዓ ዝህድሞ ይስራሕ እዚ መንደቕ እምኒ እዩ ብልዕሊ እምኒ ከዓ ጭቃ ጌርካ ከዓ እንታይ ባል ይኸውን ማለት እዩ ካልእ ኣብዚ ትሪኦ ኣለኻ ከዓ ኣብዚ ከዓ ሓደ ነገር ኣለና ኣቦታትና ብሃድን ብሞጋሰ ብማሕረ ስለ ዝኾነ ተናብሮኦም ከዓኒ እቲ ርእሲ ናይ ጠለቦዱ ዝረኸቦ ናይ ዓጋዜን ዝረኸቦ ከዓ ብመልክዕ እንታይ በሃል ብመልክዕ መፀባበቂ ከዓ ኣብ ገዛ ከም ዝገብርዎ ነይሮም ማለት እዩ ከምዚ ኢልና ኣዳሊና ኣለና ናይ ዞባ ማእከል ብሄረ ትግርኛ ብሰፊሑ ዘጉደልናዮ ክህሉ ይኽእል እዩ። ነዚ ንብረት ኣብ ምእካብን ሪሰርች ኣብ ምግባርን ዝተሓገዙና ከኣ ከነመስግኖም ንደሊ። የቀኔለይ።